ተሰዲታ ጓላ ስለ ለቐመጠት እዩ ምክንያቱ ኣብ ማንም እዩ ወደቐቲ ሕሊና ኣለ ዕርፍ እዩ ሕሊና ኣብ ባህላ ሀዚ ልኻሊ ከምዚ ልእከለ ከምዚ ልእከለ ከምዚ ላበለ ፀኒሓ እሞ ቃላት ትውርወር ተሎ ትሰምዖ ተላ ቃላት ትውርውርላ ተሎ እዞም ዝገብረሎም ነበረት በተለይ ሰባት ብጣዕሚ እያ ትሓስብ ብጣዕሚ እያ ትሓዝን ብጣዕሚ እያ ሞራላ ትስበር እንድሕር ካብ ኩሉ ንጽህቲ ካብ ኩሉ ግልልቲ ተኮይና ግን ካብዚ ልእከለ ሓወይ ልእከለ ሓፍተይ ልእከለ ኣደቦይ ልእከለ መን ደኾነ ድሕርሱ ኢልካ ብለይ ኣጎሙ ለይኾነት ኮይና ግን ሰላም ሰላም ዝኸበርኩምን ዝኸርክና ቻናል ቤተሰብ ከመይ ኒኹም ለይ ዳሕና ዲኹም ኣነ ዳሕና እግዚኣብሔር መስገን በብለብኹምዎ ሰላም ፍቕሪ ጥዕና ብዝሕ ትርፍ ይበለለይ ኣሕዋተይ ሎማዓንቲ እንደገና ብሓንቲ ቪድዮ መፅን ይኹ ብመጀመርያ ግን ልዚ ቻናል እዚ ሓደሽ ልኹንኩም ሳብስክራይብ ምግባር ቤተሰብ ኩኑ ቤተሰብ ልኹንኩም ላይክ ሸር ኮሜንት ላግበኩም ኣበራትዑን ኣሕዋተይ እና ለማዓንቲ ብሓንቲ ቪድዮ እየ መፅየ እኒአኹ ካብዚ ግን ብመጀመርያ ሓደ ሓደ ኣሕዋት ዝኣዘዝኽናን ትእዛዝ እኒኦ ያው ከምዚ ከሊእ ነገር ከይመስለክን ታንቲ ዝኣዘዝኽናን ኣሕዋት እኒእኽን ብርግፅ ብኢሞ እኳ ተጋኒና ነይራ ኢና ግን ከምዚ ከሊእ ነገር ከይመስለክን ብርሃን ተኾይና ሊኣ መላ ኣምጺኣኪ ትብላ ኣጋጣሚ እዛ ታንቴል ትሰርሕ ልካልያ ግዜን ሳልሳይ ግዜን ዶሞ ይናገር ልኹ ማዘር ኣለ ተጎዲእና ኣነ ስለልነበራ ካብኡ እንደገና ልሓሚማ ማንጨለት ብዛዓት ለኣለት ስለል ዶንጉየት እያ ዶንጉያቱን እያ እምበይ ታንቴልኽን ይስራሕ ኣሎ እዩ ተኽዊልኺ ብርሃን ከይትብላኒ ኻሊእ ጥርጣሪታት ከይሓድርግን ምኽንያቱ ግዜ ኸፊኡ ስለ ልኾነ ብበዝሒ ከምዚዶ ከምዚዶ ወግእታት ስለ እንትን ልበሃል ያው ኻሊእ ነገር ከይመስለክን ማለት እዩ ኣሕዋተይ ብልተወድአ ግን ያው ግዴታ ታንቴልኽን ትረከባ ኢኽን እዘን ኣሕዋተይ መዓረይ ግን ንእሽቶን ትዕግስቲ የድልዩ ምኽንያቱ ቅድሚ ኩሉ ነገር ጥዒና ስለለቐድም ሓደ ሰብ ሓሚመ ላለ ላሃለየ ስለ ጣጣኻ ክተውግዖ ስለ ለይትኽእል ብኸምኡ እየ ኣሕዋተይ ማለት እዩ እና ሎማዓንቲ ሓንቲ ሓፍተይ ለለኣኸትለይ መልእኽቲ እኒኦ ንኩላትና ትምህርቲ ክኾነና እዩ ኢለ ስለ ልሓሰኹ እየ እሳት ኣየላትን መሲልክን ብዙይ ኣጋጣሚ ግን ልኩልኽን ማለት እዩ በተለይ ኣብ ስደት ዓረብ ለለና ኣብ ስደት ዓለም ለለና ኩልና ማለት እዩ ቅድሚያ ኩልና ልባዕልና ነቐድም ልኣነ ብምክንያት እየ ካብኡ ለለ ብልበለ ፅለ ናብዚ ሓርተይ ንስምዑ እዮ ማለት እዩ እሺ ሰላም ክብርቲ ሓፍተይ ሃሚን የኽለይ ዳሕና ዲኺ ሃሚን የኽለይ ዳሕና ዲኺ ኣነ ሓፍትኺ ኣብ ስደት እየ ዝነብር ኣብ ስደት እየ ዝነብር ካብዚ ስደት ትሽዓንተ ዓመተይ ገይረን ይኹ ኣብ ትሽዓንተ ዓመት ውሽጢ ግን ቦታ ገዚኤ ቦታ ገዚኤ ሓንቲ ክላስ ሰሪሐ እግዚኣብሔር ይመስገን ካብኡ ዝተረፈ ግን ኩሉ ግዜ ኩሉ ግዜ ቤተሰበይ ቤተሰበይ እየ ዝድግፍ ነይረ ንሳቶም ደስተኛ ተትኮይኑ ትሪኦም ተለኹ ብጣዕሚ እየ ልሕጎስ ኾይኑ ግን ኣብዚ ሀዚ ሀዚ ለሎ ሰዓት ግን ብጣዕሚ ላተሰላቸኹ ንሓደ ሓደ ቃላት ላሰማዕኹ ኣድላይ ለይኾነ ቃላት ትሰምዕ ተለኹ ሞራለይ ላተሰበረ ይኸድ ኣሎ በተለይ በተለይ በተለይ በተለይ በተለይ ታይ እዚ ታይ ክትኾንልኺ ታይ ክትኾንልኺ ታኾይንኺ ገዛ ከለይ ትውድእዮ መሓዝትኺ እኮ ከምዚ ይገብራ ኣለዋ ልበሃል ቃላት ብጣዕሚ እያ ተሕመንላ ድኽመት በቃ ድኽመት በቃ ይረኣየኒ ኣሎ ዓርሰይ ይጸልእ ኣለኹ ይጨቓጨቕ ኣለኹ ብጣዕሚ ይበኣስ ኣለኹ ምስ ቤተሰበይ እዚስ ብስልክዋ ዓደይ ከይደኸ ከመይ ክገብር እየ ላበልኩ ብጣዕሚ ይተሓሳስበኒ ኣሎ እና ብርሃን ሓፍተይ እንታይ ትመኽርኒ ምኽንያቱ እሳቶም እሳቶም ደዊሎሙለይ ብዙሕ ንጫቃጨቅ እሞ ልኦም ዓጽየ በይነይ ይበኪ ነፍሰይ ኣጥፊ ኣጥፊ ኢላ መጸኒ እና ታይ ትመኽርኒ ብርሃን ሓፍተይ እዙይ ብርግጽ ኣነ ቪድዮ ስርሕለይ ይበል ስርሕሉ የበለትኒ ግን ልኩልኽን ክጠቅመክን እዩ ክጠቅመና እዩ ኢለ ስለልሓሰኹ እየ ኣነ እንታይ እየ ክመኽረክ መሲልኪ ነብስኺ ዝቕ ኣይተብሊ ነብስኺ ምን ግዜ ነብስኺ ፍተውያ እምበይ ዝቕ ኣይተብልያ ኢድኺ ልሕማቕ ነገር ኣይትሃቢ ኢድኺ ልጸላኢኺ ኣይትሃቢ ናብ ማነየ ሞራልካ ዝሰብረካ ለቃልለካ ጸላኢኻ እዩ ብግልጺ ማለት እዩ ልኾነ እንኳን ናብ ማነይ ወዮ ምስጋና የሌላ ኾኖ ያዕድና እምበይ እንኳን ቤተሰብካ እንኳን ቤተሰብ ቤተሰብካ ሃሊካ ኣብ ዓድኻ እሞ እስኻ ኣብ ስደት ልሃለኻ ልቱ ዓድኻ ልቱ ዓድኻ ልተወለድኻ ኣሎ ዓድኻ ኳስ ልተማዕብሎ በቃ ኣብ ስደት ኹንካ ኢኻ ነማን እየ ኣጉላዕሲ ብጉላዕ ልኣብነት ክምስለልኽን ኣጉላዕ ቀደም ልትፈልጣ ትፈልጣ ኢኽን ኣነ ለ ብደንቢ ገይረ ይፈልጣ እየ ቀደም ሃሜ ነይራ ሀዚ ሃሜን እያ ብሰንኪ መን ተይልኽን ግን ብሰንኪ ስደት እያ ቀልዓለም የብላይ ብርግጽ ስደት ጽቡቅ ኣይኮነይ ብዙሕ ላጠፍአ ፍርቁ ላጠፍአ ፍርቁ ላኣተየ እዩ ግን ልተሳኸዐሉ ሰብ ግን ሃገሩ የማዕብሎ እዩ ትግራይ ሀዚ ማዕቢላ እያ ኒያ ብመን ተልና ሀዚ ኣብዚ ቦታ ዲያስፖራ ተብሂሉ እኒኦ ሀዚ ዝኹሉ ፍቓድ ዝኹሉ ኸሌ ኸሌ ኸሌ ኸሌያት እኒኦ ብመን እየ ኣብ ስደት ለሎ ሰብ ኣብ ስደት ለሎ መንእሰይ ኣብ ስደት ለላ ጓል እያ ቤተሰብ ሓንቲ ኣዶ ወርቂ ጌራ ተኸተላ ብና መንቐሽ እዩ ብና ስደት እዩ

ልእከለ ልእከለ ባህላየ ኩሉ ግዜ እዩ እምበይ ድፍን ኣቢልካ ቤተሰብ ከም ምህብት ኣምልኮ ትርጉም ይብሉ ግን ብዓቐኑ ተኮይኑ ዓርሳ ተኽኢላ ኣትያ ክብርቲ ዋና ክብርቲ ዋና ፍትውቲ ንሳ እያ ምክንያቱ ኣብ ማንም የወደቐቲ ሕሊና ኣለ ዕርፍ እዩ ሕሊና ኣባህላ ህዚ ልኻሊ ሃምዚ ልእከለ ሃምዚ ልእከለ ሃምዚ ላባዲ ጸኒሓ እሞ ዝቃላት ትውርወር ተሎ ትሰምዖ ተላ ዝቃላት ትውርውርላ ተሎ ዞም ዝገብረሎም ነበረት በተለይ ሰባት ብጣዕሚ እያ ትሓስብ ብጣዕሚ እያ ትሓዝን ብጣዕሚ እያ ሞራላ ትስበር እንድሕር ካብ ኩሉ ንጽህቲ ካብ ኩሉ ግልልቲ ተኮይና ግን ካብዚ ልእከለ ሓወይ ልእከለ ሓፍተይ ልእከለ ድቦይ ልእከለ መን ድኾነ ድሕር ኢልካ ብለይ ኣጎሙ

እስኽለ ልሓለፈ ሓሊፉ እዩ ገይርኺ ኢኺ እግዛብሄር ባዕሉ ይመልሰልኺ ቕርሽኺ ካብዚ ናብዚ ይባርከልኺ ጠንካራ ኮይንኺ ኣነ ኽእላ እየ በሊ ጥራሕ ኸዚ ተሰላችዩኒ ዓደይ ክኣቲ ዘይኾነ ኣነ የሰልቸየኒ እኒኦ ኣነ ጠንካራ እየ ኢልኺ ሓደ ኢልኺ ጀምሪ ጸሎት ኸጻልቲ ጸሎት ለ መቸም ቦታ ይፈሊ ኢሉ ጾሎት ኣብ ዘለልኽያ ቦታ ኮይንኺ መድሃኒኣለም ኣቦይ ሓግዘኒ እመቤታችን ሓግዝኒ ላልኺ ጠንካራ ኮይንኺ ሰሪሕኺ እቲ ሓንቲ ክላስ ዘይኮነት ክልተ ክላስ ሰለስተ ክላስ ኣርባዕተ ክላስ ሰሪሕኺ ተቐይርኺ ብደንቢ ዓርስኺ ክኢልኺ ኮንፊደንስኺ ሙሉእ ኮይኑ ከም ዝትኣቲ በቃ ሚእቲ ፐርሰንት እየ ልኾን ብትኽክል ማለት ሚእቲ ፐርሰንት እየ ናማነ እየ ታይ ታይ ይቐትለና በቃ ሞራል ትንክፍ ዝኾነ ፅሉ በተለይ በተለይ ንእሽቶ ንደካማ ጎኒኻ ሪኦም ሓደ ሓደ ሰባት ቃላት ዝውርውሩልካ ለኣኻ ካብ ፅፍሪ እግርኻ እስካብ ፅፍሪ ርእስኻ እስካብ ርእስኻ እያ ትበፅሕ እዛ ቃል ማለት እዩ ላተደጋገመት እየ ትመላለሰካ እንድዒ ዝሮ ዝሮ ኣነ ሃማየ ትኮይኑ ብጣዕሚ ልሕመኒ ናማኒ ኣይፎቲ እና ሓብተይ ልሃሙ ስለ ዝኾነ ዝሮዝሮ እስኺ ጠንካራ ኢኺ ጂግና ኢኺ ምንም ዓይነት ጎደል ይብልኺ ከኻኽል ገደለለ ብዙሕ እኒኦ እዩ ሀዚ ሓደ ክላስ እንኳን ንስኺ ቦታ ገዚእኺ ሓደ ክላስ ሰሪሕኽስ ምንም በቃ ልቤተሰብ ጥራሕ ልነብራለስ እኒኦዋ እየን ስለዚ ግን ብለለክ ተመስገን ኸይልኸይ ካብዚ ላብዚ ለለሉ ቀፅልሉ ጠንካራ ኩን ኣነለ እንድሕር በቃ ልኽእላ ነገር ኮይና ክሕግዘክ ልትደልዮ ነገርላ ኣነለ ክሕግዘክ እየ ልኹልኽን ለኣኽለ ጥራሕ ለይኮነስ

ማንም ሰብ ኣብ ሂወትኪ ኣትዩ ክብጽብጽ ኣይትፍቀድሉ። ከምዚ ኢኺ ከምዚ ኢለ ገበርኪ እዚኣ ከምዚኣ ግበርያ እቲ ሽጥዮ እሞ ላብቲ ይለውጥዮ እቲ ጌጋ ከይመስለኪ ገና ኢኺ ኣብኡ ኢኺ እኒኢኺ ኣብዚ ኣቲኺ ዓይንኺ ርኢኺ ባዕልኺ ደስ ዝበለኪ ውሳኔ ትውስኒ ኢኺ ኣብኣ ኮይንኺ ግን ከምዚ ከምዚ ከምዚ ዝበለኪ ሰብ ኣይትስምዕዮ ቦታ ኣይትሃብዮ እስኺ እታ ኣሰዲታትክን እያ ቅርሺ እያ ቅርሽኺ ቀስ ኣቢልኺ ኣክቢ ስደዲ ኣስርሒ ስለ ስርሕልኺ ሰብ ብጸባይ ሓዝዮ ካብኡ ትውዳእ ብለይ ግዛዕ ዶ ሰብ ይግዛእ ልበሃል ልኡ እዚኣ ልልኣኻ እዚኣ ልልኣ እየ ላልኺ ጠንካራ ኮይንኺ ርግጸኛ እየ እንታይ በለት ብርሃን ትብልኒ ኢኺ ላዕሊ ክትበፅዒ ኢኺ እና ኣሕዋተይ ኩልኽን ኣጆኽን ናማነየ ብበዝሒ ብበዝሒ ልትውፃዕ ልትብደል ልትበኪ ልትነብዕ ኣብ ስደት ልነበረት እያ ወዲ ወዲ ኩሉ ግዜ ወዲ እዩ ዋላ እኳ መሕመሚ ቃላት ላሰምዕ ላሃለየ ደገ ከይዱ ስለ ልነፍሶ ምንም ኣብኡ ጉድኣት ህንድዙይ ልኣክል ልበፅሕ የለይ ኣብ ስደት ነይራ ልኣተየት ኣብ ስደት ነይራ ኣብ ስደት ለላ ግን ብበዝሒ ብበዝሒ ልትሳቐሳ እያ እና ኩሉ ግዜ እግዚኣብሔር ባዕሉ ይሓግዝኽን ኩሉ ግዜ ቅርሽኽን ይባረኽ ሕሊናኽን ልተረጋገዕ ይጎርን ኣማነየ ዋና ነገር እሱ እዩ

ቢያንስ ካብዞም ለቃልሉ ቢያንስ ካብዚ ሕሊናኻ ልነክእ ቃላት ልትሰምዖ ገለ ስቲልኽን ናባዕልኽን ናባዕልኺ ናባዕልኽን ትሕዝ ኣቢልኽን ትነብራላ ሂወት እንድሕር ናያ ኮይና ንስኽን ኢኽን ጀጋኑና ብጣዕሚ እዩ ፅቡቕ ከምኡና ኣሕዋተይ ሰሰናዩ ንኹልኽን በብለለኹ ነዋም ብጣዕሚ